ሰላምን ጥዕናን ናናኣኻትኩም ይኹን ኣኣብ ዘለኹሞ ብምዃን ወትሩ ትሕዝቶታት ኤሪዛራ ትከታተሉ ክቡራት ኣሕዋትን ኣሓትን ከመይ ትኾኑ ንሎሚ ንኹላትና ከንቅሕን ክሕግዝን ይኽእል እዩ ብምባል ዕሽሽ ኢልና ክንሓልፎ ዘይደለና ሓቀኛ ዛንታ ሒዝናልኩም መፂና ኣለና ማለትና ዝበዛሕና ተኸታተልቲ ናይዚ መደብ መንእሰያት ስለ ዝኾንና ነዚ ስዒብና እንከታተሎ ዘሕዝን ዛንታ ሰሚዕና ከመይ ክንከውን ይግብኣናን ብኸምዚ ተዋጢረን ንዘለዋ የሕዋትከ እንታይ ምኽሪ ክንልግሰለን ወይ ብኸመይ ክንሕግዘን ንኽእል ክንሓስብን ነንሓድሕድና ብሓልዮትን ብሰፊሕ ኣተሓሳስባን ክንጓዓዝን ክንግደድ ዝግብኣና ይመስለና ብዝኾነ ግን ናብ ምሉእ ትሕዝቱ ክነስግረኩም ናሰሓቐት ስነይ በሰል ኣለዎ ልበይ እትብል ደርፊ ናይ ድምፃዊ ዕቑባይ መስፍን መውፅኢት ኣፋያ ነዛ ሕጂ ኣማኒት ዝብል ቅፅል ስም ዝህባ ልባዊት መሓዛይ ነዛ ደርፊ ከም ደርፊ መጠን ስለ ትፈትዋ እምበር ንልክዕ ህይወታ እትገልፅ ብምዃናያ እተዚማ ዝብል ሓሳብ ፈፂሙ ይነበረንን ኣማኒት ኢለ ክስይማ ዝመረጽኩ ኣብ ደቂ ሰባት ዘለዋ እምነትን ተንኮልን ክፉእን ዘይሓስብ ኣእምሮኣ ስለ ዘገደደኒዩ በቃ ንልዙባት ቃላት ወላ ንዘይትፈልጦ ሰብ ጣቋ ከተውጻሉ ኣይትህንደድን ኤህ እናበለት ከም ዘለዎያ ትቕበሎ ኣማኒት ኣማኒት መሓዛይ ጎኒ ጎኒ እቲ ናይ ግርህና ጠባያ ዓቃባዊት ምዃና ድሕሪ ክንደይ ዓመታት እየ ፈሊጠ ካብ እትነብረሉ ዝነበረት ገጠር ምስ ውላድ ዘይነበራን ወናኒት ትካል ዝነበረትን ሓትናኣ ክትመሃር ኢላ ኣብ ሸውዓይ ክፍሊ ነስመራ ከም ዝመጸት ግን ኣይሓብኣትለይን እንተኾነ ግን ኣብ ኣስመራ ክልተ ዓመት ጥራይ ምስ ተማህረት ንናይ ሻሙናይ ክፍሊ መልቀቂ ፈተና ምስ ክላ ምስ ሓለፈት ብግዴታ ስድርኣ ናብቲ ዝነበረቶ ዓዲ ክትምለስ ተቐሲባ ተመሊሳ ድማ ምኽንያት መምለሲኣ ኣብ ትምህርታ ስለ ዝዛሕተለት እዩ ኮይኑ ድማ ወላ ደኣ ከምቲ ዝድለ ኣይኹን እምበር በመጠኑ ኣመት ትምህርታ ክትገብር ጀሚራ እያ ክብሪ ንኣምላኽ ትብል ንሳ፣ ክብሪ ንኣምላኽ በቲ ናቱ ሓይሊ ነቲ ድልየተይ ክበጽሖ ክኢለ። ሓቀያ ድማ በቲ ዘጋጠማ ሽግር ከምዚ ኢላ ናይ ኮለጅ ትምህርታ ብዓወት ሰጊራ ነዚ ሕጂ ዘላቶን ንሱ እዩ ነይሩ ናይ ወትሩ ሕልመይ እናበለት ወትሩ እተዕልለሉን ጥጡሕ ባይታ ስራሕ ክትበጽሖ ብምብቅዓ ንኣማኒት መሓዛይ ምስቲ ዘለዋ ልቦና ኣተሓሳስባ ደረጃ ትምህርታ ጠባያን ምስ ሰባት ዘለዋ ፍቱው ኣቀባብላን ከም ሰብ ዘይፈትዋን ዘይንእዳን ኣካል ጥራይ ዘይኮነ ዘይብህጋን ዘይምነያን ወዲ ተባዕታይ የለን ምባል እውን ምግናን ኣይመስልን ኣማኒት ሕያወይት እያ ደንጋጺት ድማ ምእንቲ ሰባት ትሓልፍ ጭንቂ ሰባት ክትርኢ ዘይትደሊ ብዛዕባ ነብሳ ዘይትግደስ ከም ዝኾነላ ጥራይ ትግስግስ ዝያዳ ግዜኣ ንሰባትን ስድራቤታን እትውፊ መጻኢኣ ዘየሕመማስ መጻእ ብጾታን የሕዋታን ይዓጣ ንነብሳ ዝኾነ ነገር ዘይምልከታ ጌራ የእሚናታ በቃ ዕድልኪ ሓንሳብን ንሓዋሩን ተሴሩ ልብኺ ድማ ሓንሳብን ንዘንቲ ዕለትን ሰንቢሩ ኢላታ ምስ ሰባት ከይተማኸረትን ከይተላዘበትንሲ ህይወታ ናይ ዓለም ገዳማዊት ጌራ ፈሪዳታ መስኪን ኣማኒት ዘይግባኣ ረኺባ። ግን ስለምንታይ እያ ናይ ትምህርታ ዝሕታለን ግዳይቲ ኣብ ትሕቲኡ ዝተገልጸ ብሉጽ ግን ከኣ ንነብሳ ፎጋ ዘውጽእን ባህርያት ኮይና ንዓሰርተ ዓመታት ኢና ብሓንሳብ ኣብቲ ምርድዳኣን ምትሕልላይን ዘለዎ ምሕዝነትና ብሓደ ዘለና ኣማኒት ንዓይ መሓዛይ ጥራይ ዘይኮነት ኣደ እውን እያ ምናልባት ንሳ ካባይ ዝኸሰረቶ ነገር ይህሉ ይኸውን እዩ እንተ ኣነ ግን ካብኣ ብዙሕ ተማሂረ ከሲበ ኮታ ኣብ ህይወተይ ዓቢ ተራ ተጻዊታ እያ ኮይኑ ድማ ነቲ ናታ ውዕለት ንኽኸፍል ብዙሕ ግዜ እናሓሰብኩ መዓልቱ ግዳ ኣኺሉ ወዮ ኣማኒትሲ ነቲ ንበይና እናተበሳጨወትን ምስቲ ዝበንን ተስፋኣ እናተቓለሰትን ክሳብ ሕጂ ተሰኪማቶን ዝነበረት ዕቁብ ምስጢራ ባህሪኣ ከይተርፍ ኣሚናትኒ ብዝርንዛሕን ንዓይ እውን ዕጽፍናታ ዘንባዕንን ንብዓታ እናዘረወት የዕሊላትኒ ድሕሪ ነፍሲ ወከፍ ዘረብኣ ጥብ ብዝብል ንብዓትን ሽዑ ብዝብሉ ቃላትን ተሰንዩ ዝውሕዝ ዝነበረ መስተንክራዊ ምስጢራ ናብ መሬት ደኒነ እናሰማዕክዎ ከስተንትን ገዲዱኒ። ኣብቲ ዝነበርክዎ ናይ ሓትነይ ትካል እየ ዝፈልጦ። ንሱ መሰረቱ ኣብ ወጻኢ ሃገር ትነበር ዝነበረት ወላዲቱ ዝኾነት ሃብቲ ገንዘብ ዝነበሮ ምኩሕ መን ከማይ ባህሊ ምልኩዕ ብሉጽ ክዳውንቲ ዝለብስን ዝነበረ ወዲዩ ብመስተ ተሰኒፉ ብዝወዓለፍኑ ጾታዊ ርክብ ሓደ ቆልዓ ከም ዝነበሮ ወላ እኳ የዕልለኒ እንተነበረ ኣብቲ ቦታ ሒዝዎ ይመጽእ ስለ ዝነበረ ብዕላል ዘይኮነ ብርግጽ ይፈልጥ ነይረ እየ እዚ ሃብታም ወዲ ብዙሕ ሓለፋታት ይገብረለይ ነይሩ ገለ ካብኡ ትምህርቲ ናይ ንግሆ ኣብ ዝነበርኩሉ እዋን እሞ ኣብቲ ስራሕ ምስ ዝሓድር ምእንቲ ከይቀትረኒ ብኣላረም ክትንስኣላ ሞባይሉ ምሳይ ትሓድር ነይራ እዚ ብ2008 ዓ ም እዩ ዶንጌ ካብ ስራሕ ኣብ ዝወጸሉ ንገዛ የፋንወኒ ወዘተ መንበሪ ገዝኡ ኣብ ከባብቲ ዝመሃረሉ ዝነበርኩ ቤት ትምህርቲ ስለ ዝነበረ ወትሩ ንክኸዶ ይምሕጸነኒ ነይሩ ሃላይ መዓረይ ከኣ እናሓንሳብ ክኸዶ ኣይደልን እናሓንሳብ ከኣ ኮለሊለ እቲ ልክዕ ገዝኡ ስኢኖዮ ይምለስ መለሳ ናይቲ ዝገብረለይ ዝነበረ ኣነ እውን ብዝተኻእለኒ መጠን ይሕግዞ ነይረ እየ እስኮብለ ስለ ዝነበረ ኣሚነ ምስኡ ንኽጓዓዝ ዝደረኸኒ ነገር እንተነይሩ ብክፉት ልቢ የዕልለኒ ስለ ዝነበረን ንማዘር ነጊረያ እየ ማራ ተሓጒሳ እቲ ዘድልየኩም ንብረት ክሰደልኩም ንገሩኒ ኢላትኒ እናበለ ነቲ ባዶ ልበይን ንጹህ ኣእምሮይን መሊእዎ እዩ በዚ ኸኣ ናይ መጀመርያይ ምዃኑን ውሕሉል ቃላቱን ናይ ሓሶት ማሓልኡን ስለ ዝሰለበኒ ከም ኩለንትናይ ወሲደ ከም ድሌቱ ክኾነላ ሓሊነ። ኣብቲ ሽዑ ግዜ ዘማኽራ መሓዛ ኣይነበረትንን። ስለዚ ድማ ዝኾንክዎን ዘዕለልክዎን ንበይነ'የ ዝሕዞ ነይረ። በይነይ ይጉዳእ፣ በይነይ ይቕንዞ። በቃ ካብዚ እዩ እምበኣር ዝጅምር እቲ መሰረት ናይ ሕጂ ነውጺ ህይወት ካብቲ ካብ ኣስመራ ናይ ውሑዳት ሜትሮ ምሕድግ ዝበለ እሞ ሓትነይ ትካል ሒዛትሉ ዝነበረት ቦታ ሰዓት ሸውዓተ ናይ ምሸት ኮይኑ ንሱ ካብ ስራሕ ዝፍደሰሉን ኣነ ድማ መልእኽተይ ኣብጺሐ ክምለስ ብሓንሳብ ስለ ዝተራኸብና ኣብታ ንኸተማ ትወስድ ምኒባስ ተሳፊርና። እንወርደሉ ቦታ ነንገዛና ዝወስድ ገለ ክፋል መንገድን ድማ ብሓንሳብ ስለ ዝነበረ ኣብታ ኣብ ሓደ ካንቸሎ ኣቐሚጥዋ ዝነበረ ብሽግለትኡ ብሓንሳብ ተወጢሕና እናኸድና ኣብ እንፈላለየሉ መስቀላዊ መንገዲ ምስ በጻሕና ንዕናይባ በዚ ንእሽተይ ከነዕልል ኢና ይብለኒ። እዋእ መስዩ እንድዩ ኣበይ ኣምሲኽባ ከይበሃል እናበልኩ ግን ከኣ መለሳ እምነተይን ፍትወተይን ብዝኾነ ሕማቕ ነገር ከይጠርጠርኩ ምስኡ ተሳልየ። እቲ ቦታ ከም ተቐማጢት ናይቲ ከባቢ መጠን ኣሽንኳይዶ ብለይቲ ብቐትሪ ኸማን ርእየዮ ኣይፈልጥን እየ። ዓይንኻ ንዘንቁረካ ዘይትርእየሉ ግብ ዝበለ ጸልማት እዩ ነይሩ። በቲ ጸልማትን ኣብ ገዛ ዝጸንሓኒ ሕቶ ናይ ሓትነይን እናተሸቑረርኩ ድማ ሕጂ እውን ተሳልየ ሽዑ ትብል ንሳ ሽዑ ወዮ ልቢ ጎበዝ ኣብ ደረቱ ንዝብል ዘረባ ከመስክር ዝደለየ ክመስል ሓንቲ ንዘይበደለቶ ነብሰይ ክሰሃላ ጀሚሩ እወ እታ ልዙባት ቃላት ዝውርውረላ ዝነበረ ልሳኑ ሓቀኛን ካብ ልቢ ዝነቐለን ዘረባ እንተደኣ ዝምስክረላ ነይሩ ነቲ ካባይ ክረኽቦ ዝደሊ ዝነበረ ንምንታይ ኣብ ግዜኡን ሰዓትን ክረኽቦ ዘይሃቀነ? ንምንታይ እቲ ንይምሰል ዝጥቀመሉ ዝነበረ ናይ ሓልዮት ምልክት ቀልጢፉ ከም ንኖደልዩ ኣይፈልጥን። ብዝኾነ ኣብታ ምሸት ወላ እኳ ረዳኢ ደልየ ፋሕተርተር እንተበልኩ ብዝነበሮ ሓይሊ ኣፈይ እናዓበጠ ካብ ነፍሰይ ስምዒቱ ከርውብ በቒዑ። ገና ጓል ዓሰርተ ሓሙሽተ ዓመት እየ ነይረ፣ ሰሉስ ዕስራን ክልተን ሚያዝያ ክልተ ሽሕን ሸሞንተን። ካብኡ ተረጋጊኡ እዩ ንቤተይ ኣፋንዩኒ፣ ኣነ ግን ርግኣተይ ሃዲሙ ኣንፈተይ ጠፊኡኒ። ጓል ዓሰርተ ሓሙሽተ ዓመት ኣበይ ኢለዮ? በቲ ዝገጠመኒ እንታይ ሳዕቤኑ ክመጸኒ ምንም ሓሳብ ኣይነበረንን። ነታ ናይ ርኽሰት ቦታ እቲ ልዑል ጎይታ ኮንደኾን ሓጢኣተይ ብእኡ ይሽፍነለይ ብዝብል ሓሳብ መስዋእቲ ሒዘ ምስ ኣባት ነብሰይ ክናስሓላ እየ ዝህቅን ምክንያቱ ካብታ ሰዓት እቲኣ ጥዑም ለይቲ ሓደርኩን ብድሕሪኡ ርክብና ከምቲ ዝነበረ ይቀጸለን ኣብ ዝተረኸብናሉ ግዜ ግና ጥንሲ ምስ ዘጋጥመኪ ኣይትሸገሪ ይብለኒ ነይሩ በቲ ዝተፈጸመ ጥንሲ ከም ዘሎ ስለ ዘዘኻኸረኒ ክጭነቕን ክሓስብን ጀሚረ ክሳብ ንህይወተይ ክፈታትን ድማ ተሃንዲደ። እንተኾነ ግን ናይ ዕድል ነገር ወላ ክብሎ ኣዋርሕ ኣቑጺሩ ጥንሲ ረኣኹ ገለ ዕድል ከብለኒ ዝኸኣለ ገና ኣብ ናይ ፍርያምነት ግዜ ዘይበጻሕኩ ነይረ ከይከውን ከይብል ወርሓዊ ጽግያት ጀሚሩኒ ስለ ዝነበረ ከምዚ ኢለ ድማ ነቲ ከም ሰብ ጥራይ ዝመላለሶ ዝነበርኩ ትምህርቲ ተመላሊሰዮ ቃላዩ ንሰናያ ኮይኑ ሳላ ምስትውዓል ስድራኣ ናብቲ ዝነበረቶ ዓዲ ምስ ተመልሰት ብዘርኣየቶ ዘይሕለል በይንኣዊ ጻዕሪ ኣብዚ ሕጂ እተመስግነሉ ዘላ ደረጃ በጺሓ በቲ ሓደ ወገን ተመስግን ኣላ ናብቲ ዓዲ ምስ ተመልሰት እምበኣር ነቲ ድሕሪ እቲ ፍጻመ ደው ዝበለ ጉዳይ ወርሓዊ ጽግያታ ኩነታቱ ንምፍላጥ ንመደበር ጥዕና ክትከይድ ይሓሊና ደሃይ ነብሳ ክትገብር እቲ ዝግባእ መድሃኒት ቅድሚ ምሃቡ በዓል ሞያ ጾታዊ ርክብ ፈጺምኪ ትፈልጢ ዲኺ ክብል እዩ ተወኪስዋ መስኪን ኣማኒት ተበዳሊት ድማ ኣይፋል ብምባል ብሓሶት መሊሳ መድሃኒት ሂቡ ብዘፋነዋ ኸኣ እናሓብአት ተኸታቲላ ብዝወሰደቶ ወርሓዊ ጽግያታ ናብ ንቡር ተመሊሱ ከም ኩለን መሳቱኣ ብዛዕባኡ ከተዕልል ምብቃዓ ሓደ ሩፍታ ኮይንላ ምስቲ ኣእማን እሞ ከሓዲ ካብቲ ዝነበርዎ ዓዲ ተፈላለዮም ከብቅዑ ከም ሰብ ደሃይ ገይሩላ ኣይፈልጥን እታ ንጽህቲ ሕልናን ንጹህ ሰብነትን ትውንን ዝነበረት ኣማኒት ግን ናብታ ዓሰርተ ሓደ ዓመት ገይራ ክሳብ ሕጂ ካብ ኣእምሮኣ ዘይተሃስስ ቁጽሪ ተሌፎኑ ብቐጻሊ ትድውል ኣይትቐብጽን ድማ እንተኾነ ግን ድሃይ ተቐባሊ ናይታ ቁጽሪ ጓል ኣንስተይቲ ተቐይራ ትደግምን ትደጋግምን እናሓንሳብ ድምፂ ጓል ምስ ኮነ ተዓፅዋ እናሓንሳብ ድማ ድሃይ ናይቲ በላዒ ንምፍላጥ ስሙል ዒላ ትውከሳ እሞ ይቕሬታ ኣይፈለጥክዎን ተጋጊክለኺ ዝብል መልሲ ይወሃባ። ዘገርም እዩ ከመይ ክኸውን ይኽእል እዚ ጭካነ? ብድሕሪኡ ንኽርስዖ ጥራይ እየ ተጋዲለ በቃ ጉዳይ ትምህርተይ ከይዛናበለኒ ነቲ ጉዳይ ብዜካ ሓደ ፈጣሪ ካልእ ዝፈልጦ ኣካል ኣይነበረን እቲ ቐንዲ ከም ምስጢር ገይረ ክሕዞ ዝገበረኒ ምኽንያት ብሰንከይ ኣብ መንጎ ሓትነይን ወላዲተይን ፍሕፍሐ ንኸይፍጠር ክትብል እያ ገሊጻትለይ ይዋኣያ ጠንቂ ሓጎስን ፍቕርን እምበር ጠንቂ ባእስን ዕግርግርን ክትከውን ኣይትደልን እያ ከምዚ ክብል ክብል ቅድሚ ክልተ ዓመት ነቲ ፈጣሪ ዕንቅፋተይ ኣብ ሓደ መርዓ ናይ ጎረቤት ርእየዮ ሰይጣን እምበር ሰብ ዝረኣኹ ኮይኑ ኣይተሰማዓንን ኣብኡ ንወዲ እቶም መርዓ ዝገብሩ ዝነበሩ ገዛ መሳርሕቱ ኮይኑ ከም ዝመፀ ድሒረ ኣረጋጊፀ ነዚኣ ከም ምኽንያት ተጠቒመ ድማ በቲ ሽዑ ዝነበረኒ ውዕውዕ ስምዒት ተሃንዲደ ካበይ መጺኦም ብዘይርድኣኒ ቃላት ወቓቒጠ ዝጸሓፍክዎ ደብዳበ ኣብ ሰታሪት ዓሽገ በቲ ጎረቤተይ ገይረ ሰዲደሉ። ገለ ትሕዝቶ ናይታ ደብዳበ ነቲ ከም ግብርኻ ዘይፈደየኒ ጎይታ የመስግኖ። ቀደም ኣይተሸቐልካን ብሕጂ ድማ ኣይትሸቐል ከመይ ዝጎደለኒ የለን። እቲ ክበጽሖ ዝምነዮ ዝነበርኩ መድረኽ በጺሐዮ እየ ኣምላኽ ይመስገን ሕጂ እውን ጽቡቕ እየ ዘለኹ። ኣይከሰካን እየ እኳ ደኣ ክስኻ ንላዓሊ ከይዓርግ ክልምነልካ እየ ኩሉ ሰናይ ዘበለ ይምነየልካ ምክንያቱ ባህርያተይ ልቓሕ በሰሮ ኣይመልስን እዩ ንዝበደለኒ ብኣንጻሮ ምሕረት እየ ዝምነየሉ ምናልባት ክትብሎ እትደሊ ምስ ዝህልወካ እሞ ክትረኽበኒ ምስ እትደሊ ብምባል ቁፅሪ ቴሌፎነይ ኣስፊረ ሂበዮ ዝኾነ መልሲ ረኸብኩን ብድሕሪኡ ብዕላል ዕላል ዝፈልጥዎ ሰባት ካብ ኤርትራ ከም ዝወጸ ፈሊጠ፣ ብመንገዲ ፌስቡክ ድማ ኣረጋጊጸ። ሽዑ እውን እታ ዘይተቐያሚት ልበይ ኣገዲዳትኒ መልእኽቲ ጽሒፈሉ ኣይመለሰለይን። ምናልባት እውን ብሎክ ጌርኒ ክኸውን ይኽእል እዩ ዝብል ጥርጣረ ኣለኒ። ይቕረ ይበለሉ። እቲ ዝገርም ምስ ድንግልናይ ኣለኹ ዶ የለኹን ርግጸኛ ኣይኮንኩን። ሽዑ ዝኾነ ፈሳሲ ኣይፈሰሰንን ብዛዕባ ድንግልና ብዙሐ ዝሰምዕ ክብረተይ ኣጥፊኤዶ ኣየጥፋእኩን ግን ዘረጋገጽክዎ የለን ብምባልያ ነቲ ዝነበራ ጭንቀት ንምፍዃስ ኣተንቢሃትለይ ምስ ዝበሰለ ልባ ወትሩ ፍሽኽትኣ ድሙቕ ምዃኑስ ለከ ጓል ጸዋሪት ኩሉ ዝብል ብሂል ንምምስካር እዩ ወይ ጉድ ሕጂ ግን ዝያዳኣ ኣነየ ኣብ ጭንቀት ዝርከብ ዘለኹም እሂን ዝብል ሕቶ ኣማኒት መሓዛይ ኣብዚ ሕጂ ግዜ ጓል 28 ዓመት ኮይና ኣላ። ከምቲ ኣብ መእተዊ ዝሓበርኩኹም ድማ ብዙሓት እዮም ደለይታ ንኹሎም ዓርክለኒ እናበለት ትዓጽዎም። ብስድራኣን ዝመጽዋ ድማ ዝጽበዮን ዝጽበየንን ኣብ ወጻኢ ሃገር ኣሎ ብምባል ትመልሶም። ዝደልያን እትደልዮን ምስ እትረክብ ከኣ ከመይ ኢለ ንዘጋጠመኒ ነገር ክነግሮ ክርሕቀኒ እዩ ከምኡ ድማ ተመርዐ ብዘይ ክብረተይ እንተረኣ ጸኒሐዮስ እንታይ ክብለኒ እዩ ሓደ ፈቃር ረኺበ ኩነታተይ ሓቢረ ምስ ዝኣስዎ'ሞ ምስ ዝቕበለኒ ድማ ኣብ ሓዳር ምጉርፋጥን ዘይምርድዳእን ዘሎ'ዩ እሞ ከምዚ እንከለኺ ዝኣከብኩ እኮ ኢኺ እናበለ ክወራዘየለይን ህይወተይ ፋሕ ከብለለይን እንድዩ ወዘተ እናበለት ባዕላ ሕቶታት ተውጽእ ባዕላ ድማ መልስታት ትህብ። ከተረድኣን ከተእምናን ብዛዕባ ዝርእስቲ ምስ እተልዕል ቁሪ ከም ዝበርትዓ ነብሲ ተንቀጥቅጥ ባህሪ ወዲ ተባዕታይ ወጮ እንተገልበጥካዮ ወጮ እዩ ጥልመት ጭካነ ሓሶት ምስሉይነት ቶባእ ድሕሪ ደጊም ወዲ ማለት እዚ እዩ ንዓኣ እንታይ ገዲሱኒ ሰላመይ ዝዘርግ እናበለት እንሆ ንህይወታ ተተዓሻሹላ እቲ ፍዮሪ መልክዓ ኣብ ጥራይ ባይታ ክረግፍን ጽባሕ ተጻዒሳ ዘይትመልሶ ዕድሚኣ ንኾንቱ ክሓርር ስቕ ኢልካ ምርኣይ ድማ ሕልናይ ምግባር ኣብኒ እቲ ዝግባኣኒ ንምግባር ብዙሕ ፈቲነ ኣብ መወዳእታ ድማ ናባኹም ናብ ተኸታተልቲ እዛ መደብ ምሕጽንታይ ከቕርብ ወሲነ። ብርግጽ ብሰንኪ እዚ ሕልናዊ ኣልቦ ወይ ካልእ ኢልና ንግለጾ ዝወርድ ኣደራዕ ነተን ብጽጋበንን ግጉይ እምነተንን ተመሪሐን ዝኣትዎ ገዲፍና ንብዙሓት ደቂ ኣንስትዮ ዘበሳጩ ዘሎዩ ብምባል ስለ እንኣምን እቲ ዝወሃብ መፍትሒታትን ምኽርታትን ድማ ብኡ መጠን ንልብተን በዚ ዝሳቐያ ዘለዋ ጸጋ ሕብረተሰብ ዝኾና ደቂ ኣንስትዮ የሕዋትና ከረሳርስን ንኣእምሮኣን ከበራብር ከምኡውን ኣረኣእየን ክቕይር ይኽእል እዩ ዝብል እምንቶ ስለ ዝገበርና ከም መደብ እናባኹም ከነብሎ መሪጽና ኣለና ብዝተረፈ እግዚኣብሔር ካብዚ ሽግር እዚ ይሰውረና እናበልና ንእትህብዎ ሃናፂ ርእቶ ኣቐዲምና ነመስግን